ሰላም ዝኸበርኩም ተኸታተልቲ ሲነማ ሰመረ ናይ ሎሚ ወግዒ ስፖርትና ድማ ኣብዚ ዝሓለፈ ቀዳመ ሰንበት ዝነበረ ፀወታታት ዝምልከት እዩ። እስከ ይስማዕ ኣሎ ከ ብቀዳማይ እኳ ኣይስማዕን እዩ ነይሩ እስከ ሓደ ሓደ እስከ ግበሩለይ ይስማዕ ኣሎ ድዩ? ስጋብ ኮመንት ክንርእየኩም ኢና ስጋብ ትኣትዉ ቅድሚ ምጅማርና make sure ይረኣ ኣሎ ድዩ እስከ hold on ያ እስከ ሓደ ሓደ እስከ ጸሓፉለይ ክሪኤኩም እስከ እረአ ተሎ

ከም ድምፂ ኦኬ ወስማ ተደጊሙ ዝመፅ ኣሎ ሓራይ ክቡራት ተኸታተልቲ ሲነማ ሰመረ ናይ ሎማዓንቲ ወግዒ ስፖርትና ድማ ኣብዚ ዝሓለፈ ቀዳመ ሰንበትን ዝነበረ ፀወታታት እዩ። ቤሊንግሃም ዝሸፈኖ ዕርቃን ማድሪድ ኣትለቲኮ ቀሊዖሞ ዝትብል ኣርእስቲ ካልኣይቲ ከኣ ኣርሰናል ምስ ቶተንሃም ማዕረ ወጺኣ እንከላ ተሳዒራ ዝብል እዩ። እንኳዕ ብደሓን መጻኹም ክቡራት ተኸታተልና ንዚኤን ዝምልከት ናይ ሎማዓንቲ ዛዕባ እዘን ወግዒ ስፖርትና ማለት እዩ። ሐራይ ብእምነ ድማ እንኳዕ ብደሓን መጻኻ ብሽመይን ብሽም ተኸታተልቲ ሲነማ ሰመረ ከኣ የመስግነካ። እንኳዕ ብሰላም ፀናሕካ ሰማሃር። ኦኬ ናብ ሕቶታትና ወግዒ ስፖርት ንኺድ። ውጽኢት ዓበይቲ ጋንታታት ፕሪመራ ሊጋ ኣብ ቀዳመ ሰንበት ከመይ ነይሩ? ሲቲ ንፍርቂ ጸወታ ብጎደሎ ተጻዋታት ናይ ክልተ ብ ዜሮ ዓወት ዓቂባ ክትወጽእ ምኽኣላስ እንታይ'ዩ ዝስማዕ? ታይ ዘስምዕ ዓይነት። ሐራይ መጀመርታ ከመይ ቀኒኹም ተኻታተልትና እቶም ብቐጥታ ናብቲ ብዛዕባና ንምእታው ናብቲ ወግዕና ንምእታው ያእ ሲቲ ኣብ ኣርብዓን ሽዱሽተን ደቒቕ እዩ ሮድሪ ቐይሑ ወጺኡ እዚ ማለት ከኣ ፍርቂ ጸወታ ኣይነበረን ማለት እዩ So ከም ጋንታ ነቲ ክልተ ብ ዜሮ ዓቂባ ክትወጽእ ምኽኣላ ብዓቢኡ ዋላ'ቲ ኣብቲ ጸብለልታ ኩዕሾ ውን ንሶም ሒዞሞ እቲ ፖዚሽን ዝበሃልሲ ንሶም እዮም ሒዞሞ ወጺኦም ማለት እዩ። ሕጂ እቲ ቀንዲ ዝፍለጥሉ ጓርድዮላ ውን ኣትሪሩ ኣብ ኩዕሾ እግሪሲ ኣትሪሩ ማለት ኣብ ተጻወት ከስሩ ጸደል ነገር እንታይ ኮንትሮል ትባል ነገር ንጸወታ ቁጽጻር እዩ ሕጂ እሱ ሕጉስ ኣይነበረን በቲ ፍጻሜ በቲ ሮድሪ ቀይሕ ምውጽኡ ጥራይ ዘይኮነሲ ቅድሚ ወንሲ ቅድሚ ትዕረፍቲ ዝነበረ ጸወታ ንጸወታ ክንቋጻጸሮ ኣይከኣልናን በሃላይ እዩ እንታይ እዩ ሓንሳ ሓንሳብ ንዕዘቦ ነገር እንታይ ኣሎ ኣብ ጓርዲዮላ ሽዱሽተ ሸውዓተ ጎል ተመዝጊቡ ወላ ሓደ ፊሊን ኣይትርእየሉ ተረዲካኒ በቃ ከምዚ ብዙሕ ጎል ስለ ዘመዝገበሲ ክሕጎስ ኣይንርእዮን ሓንሳብ ሓንሳብ ሓደ ብዜሮ ተዓዊቶም ከለዉ ተሓጒሱ ዝወፅኣሉ ግዜ ኣሎ እንታይ ማለት እዩ ነቲ ጌም ኮንትሮል እንተደኣ ገይሮሞ እሱ እዩ ዘዕግቦ ነይሩ ማለት እዩ ጉያ ጉያ ኢልካ ሸቶታት መዝግብ ካብ ቴምፖኻ ምውፃእ ገለ ዘይኮነሲ ኣብ ዝሓለፈ ፀወታ ኣይቲንክ ምስ መን እያ ነይራ ንሃላንድ ቁቋያ ቆሪእና ነርና ኣብቲ ምውዳእ ሰዓት ናይ ዕረፍቲ ግዜ ሲ ንበርናንዶ ደይሰንደኻለይ እታ ኩዕሾ ኢሉ ሽዑ ኣብቲ ከምዚ ናይ ዘይዕግበት ምልክት ምሰርኣየ እንዳወፁ ከለዉ ካብ ሜዳ ኣዝዩ ክቋያቆር ኢና ካሜራ ምስ ቀረበትኹም ኣላ እታ ካሜራ ደፊኡ ኣልዩዋ ማለት ሕጂ እንታይ እዩ ምስ ልዕሊ ትሸቶ ሲ ነታ መጋጥምትኻ ከምደይ ትሰርሕ ምግባር እቲ ናታ ብልሒ ምጉዳል ነቲ ናታ እቲ ናይ ሓደጋ ዝበሃል ካብ ካብታ ኣንጻር ጋንታኻ ክመጸካ ዝኽእል ናይ ሓደጋ ኩነታት ሲ ኣቐዲምካ ከተፍሽል ምኽኣል እዚ ገይምስ ኮንትሮል ምግባር ዝበሃል ኣዝዩ ዝጸቕጠሉ ንሱ ኣየርኣናዮን በሃላይ'ዩ ነይሩ። ደሓር ግን ነቲ ጸወታ ተቖጻጺሮሞ ክልተ ብ ዜሮ ክዕወቱ ክኢሎም። እቲ ኣብ ትሕቲ ዝኾነ ኩነታት ምዕዋት ዝበሃል ናይ ባህሪ ናይ ዓበይቲ ጋንታታት ወይ እተን ናይ ዋንጫ ጋንታታት ድማ ሲቲ ኣቐዲምና'ውን እንዳረኣናዮ መጺእና ኢና። ንዑ'ያ ቀጺላቶ ትብል ምስናያ ቀጺላቶ ማለት'ዩ። እታ ናይ ሮድሪ ቀያሕ ግን ኣይ ዶንት ኖው ከምዚ ሮድሪ ከም ተጻዋታይ ኣብቲ ሜዳ ብዙሕ ከምኡ ሕማቕ ጠባይ ዘይትርእየሉ ተጻዋታይ እዩ ግን ኣሎ ሓንሳብ ሓንሳብ እታ ናይ ጽላለ ደቂቕ ትበሃል ኣብኣ ግዲ ገጢማቶ ዘየድሊ ሪኣክሽን ኣርእዩ ንጋንታ ኣግዲዕዋ ነይሩ። ሕጂ እቲ ናብቲ ቀይሕ ምውጻእ ኣብ ዝቕጽል ኣብ ድሕሪ ካልኣይቲ መስለኒ ምስ ኣርሰናል ኣብ ዘለዎም ጸወታ ኣይክህሉን እዩ እዚ ኣብ ሲቲ መቸም ቀሊል ናይ ሮድሪ ብፍላይ ስቶንስ ከኣ ምስቲ ዘይምህላዉ ኣብ ዝመጽእ ጸወታ ዝኾነ ጽልዋ ክህልዎ እዩ ምናልባት ኣርሰናል ንባዕሎም ተጻወቲ እንዳኸሰሩ ከዱ ስለዘለዉ እምበር ብፍላይ እታ ምስ ኣርሰናል ዘላቶም ትበሃል ከባድ ጸወታ ንሳ'ያ ኣብኣ ኣይከረክብን እዩ። ሲቲ ግን እቲ ናይ ዓወት ጋንታ ምዃና ኣርእያትልና ማለት እዩ። ዩናይትድ ካብ ሜዳ ወጺኣ ምስ በርንለይ ከይዳ ዘመዝገበቶ ዓወት ንቐጻሊ ጸወታታታ ክሳዕ ማዕረ ክንደይ ከነቓቕሖም ይኽእል እዩ ትብል?
ያ ምስቲ ኩሉ ዝሓደ ዝጸንሐ ጸሊም ደበናታት ኣልሲ ዩናይትድ እዛ ዓወት እዚኣ ኣገዳሲታ ነይራ ብዘየገድስ ከመይ ገይራ ትመጽእ እታ ዓወት ምክንያቱ እንታይ ዝበሃል ኣሎ ኩዕሾ እግሪ ሓደ ተጻዋታይ ሸቶ ኣየመዝግብን እሞ ኣጻወታኣቱ እዛ ኣብ ሽግና ጸወጠት ፎስት ኮይና ሸቶ እዩ ከመዝግብ ዘለዎ ካልእ ፍታሕ የብላ ሕጂ ንዩናይትድ ከኣ ናብ ዓወት ክትምለስ ኮይና ክትዕወት እዩ ደሎ ባይ ኤኒ ሚንስ ማለት ስለዚ ኣብ በርንለይ ከይዶም ዋላ ሽሕ ግዜ ጸወታ ይተዓብለሉ ነቲ ዓወት ሒዞማ ምምጽኦም ቀሊል ነገር ኣይኮነን ዓቢ ጽልዋ ኣለዋ ማለት እዩ ኣብቲ ብዓቢኡ ሰሰሙን እዚስ ካብ ዜናታት ናይ ዩናይትድ ውን እቲ ሾሻል ሜድያሲ የዕሪፉ ኣሎ ስለዚ እሶም ከዕሪፎም ኣለዉ ማለት እዩ ቀሊል ኣይኮነን እቲ ሎም ብፍላይ ሾሻል ሜድያ ብጣዕሚ ረባሺ ኢሎ ኣሎ ማለት እዩ ካልእ ግን እቲ ናይ ብሩኖ ጎል ኢቫንስ ብፍላይ ካብተን ዝበለፃ ኣሲስቲ ውን ክትከውን እያ ብርግፅ ኢቫንስ ድሕሪ ነዊሕ ዓመታት እዩ ናብ ዩናይትድ ተመሊሱ ዕድል ኣይገበረን ሸቶ ውን ኣመዝጊቡ ኔሩ ተሰሪዛ ድኣ እምበር ኣሲስት ንብሩኖ ዝገበረሉ ካብታ ሸቶ ትበልጽ ንዓይ ብሩኖ ከኣ እቲ ኣፈጻጽማ ናይታ ኩዕሶ ኣይ ዶኖ ብጣዕሚ ኣደናቂት ዝኮነት ሸቶ ኣርኢና ሶ ቀሊል ዓወት ኣይኮነን እንታይ እዩ ሕጂ ሓፈሻዊ እንታይ ኢና ክንብል እንታይ ከመይ ክጸልዎም ኣብ ዝቕጽል ጸወታታት እንተይልና ጥራይ ምስ ኩሉ ዘጋጠሞም ዕድል እውን ኣይገበርሉን ዩናይትድ ኣብ ዝሓለፈ ጸወታታት እንተሪኢናሲ ምስ ቶተንሃም ኣብ ሜዳ ቶተንሃም ተጻዊቱ ቀሊል ኣይኮነን ምስቲ ቶተንሃም ዘለዎ ቅብኣት ማለት ኣርሰናል ኣብ ሜዳ ኣርሰናል እዮም ተጻዊቶም ባይዘወይ ንዓይ ማንቸስተር ኣብዚ ዓመት ካብ ዝገበርዎ ጸወታ እታ ምስ ዩናይ ምስ ኣርሰናል ዝገበርዋ ጸወታ እያ ዝበለጸ ተጻዊቶም ማለት እዩ ምናልባት በቲ ኣብ መወዳእታ ዝኣቶም ሸቶታት ዳ ተሸፊኑ እምበር ቅድሚኡ ዝረኣናዮ ዋላ ንወልቭስ ይስዓርዋ ዋላ ኖቲንግሃም ፎሬስት ይስዓርወን ብድሕሪኡ እውን ፅቡቅ ክፃወት ሳይረኣናዮም ኣብ ሜዳ ዋላ እቲ ኣብ ናይ ኣርሰናል ፀወታ ግን ብዙሕ ፖዚቲቭ ነገራት ነይሩ እዩ ማለት እዩ ከምኡ ስለ ዝኾነ ኢኻ ስጋብ ቴስዓን ገለን ደቒቕ እቲ ጸወታ ብማዕረ ክኸይድ ክኢሉ ማለት እዩ። እታ ኣዝያ ብሕመዩ ኢላ እታ ናይ ብራይተን ኣብ ሜድኦም ዘጋጠመቶም ስዕረት ተዘይኮይና ንባየር ሙኒክ ከኣ ኣብ ሜድኣ ከይዶም እዮም ተጻዊቶም። ኣብ ሜድኦም ባየር ሙኒክ ከኣ ቀለልቲ ጋንታ ኣይኮኑን። ሕጂ እዚ ኔክስት ደሎ ጸወታታቶም እንተ ኣርኢናዮ ክልተ ግዜ ምስ ክሪስታል ፓላስ ኣለዎም ኤፍኤ ካፕ፣ ከምኡውን ፕሪመር ሊግ ጋላታሳራይ ኣብ ኦልትራፎርድ ኣለዎ ምስ ብሬንትፎርድ ከምኡ ኣብ ኦልትራፎርድ ኣለዎ ብድሕሪኡ ሽፈልድ ዩናይትድ ሶ ከምዚ ናብ ቴምፖ ንክምለሱ ኣዝዩ ርሕብ ዕድል ተፈጢሩሎም ኣሎ ተፃወቲ እውን ይምለስዎም ኣለዉ ናብ ትማብ መስመር ዝፀንሑ ተፃወቲ ሶ ኣይ ቲንክ ንዓይ ሻለካ ዕድል ዝተተጠቂመምሉ ብርግጽ ዩናይትድ ናብ ትራክ ክትምለስ ኮይና ትስምዓኒ ማለት እዩ እዛ ዓወት እዚኣ ከኣ that's why እያ ኣብ ኣገዳሲት ሰዓት መጺኣ ኣላ እቲ ብሕጂ ድመጻ ዘሎ ጸወታታት ውን ክሳብ ክንድኡ ከቢድ ኣይኮነን so ናብ ትራክ ድምለስ ኮይኑ ይስምዓኒ። ኦኬ ጽቡቅ ሃላይ ግጥም እቲ ዝዓበየ ግጥም ዝነበረ ኣብ መንጎ። ሰሜን ደርቢ ብማዕረ ውጽኢት ምዝዛሙ ብኸመይ እዩ እቲ ክሳራ ናብ ኣርሰናል ዝዛዝው ጌርካ ዝግለጽ ዘሎ? እዘን ኩለን ሜዳስ ሜዳታ ሶሻል ሜድያስ። ከም ዝኸሰረት ጌራም ይገልጹዋ ኣለዉ ሕጅስ ብኸመይ? ንስኻኸ እንታይ ትብል ኣብዚ?
እኛ ብርግጽ መጀመርታ እቲ ጸወታ ካብዚ ዓመት ካብ ዝረኣናዮ ካብቶም ዝበለጹ ስጋብ ሕጂ ካብ ዘለዉ ዝበለጹ ጸወታታት እዩ። ቅልጡፍ፣ ኣዝዩ መሳጢ፣ ህልኽ ዝመልኦ፣ ክፉት ሸቶታት ዝረኣናሉ ጸወታ ኮይኑ ኩሉ ግዜ ኣብ መንጎ ቶተንሃምን ኣርሰናልን ከምኡ እዩ። ሸቶታትሲ ይህሉ እዩ ማለት ሶ እቲ ቀደም ንሪኦ ዝነበርና ብፍላይ ኣብ ዝሓለፈ ዓመታት ኩሉ ግዜ ኮንተ በሎ ግዜ ሞሪኖ ገለ ንሪኦ ነበርና ኣንቲ ፉትቦል ዝኾነ ተኸላኺልካ ድሕሪኡ ብካውንተር ኣታክ ክትጻወት ምፍታን እቶም ተጻወትቲ እንከለዉዎም እዚ ሓድሽ ኣሰልጣኒ ኢልና ዘሎ ነገር ግን መጀመርታ መጀመርታ ቅድሚ ብዛዕባ ካልእ ምዝራብና ማለት እቲ ክረዲት ንሰልጣኒ እዩ ክወሃቦ ዘለዎ ንቶተንሃም እታ ደይንፈልጣ ቶተንሃም ርኢና ማለት እዩ ከም እተቐየረት ከኣ ኣረጋጊጻ። ዊች ሚንስ ካብቲ ኣሎ ኣሲድ ቴስት ዝበሃል ኣብ ኩዕሾ እግሪሲ ምስተን ኣብ ጽቡቕ ኮንዲሽን ኣለዋ ዝበሃላ ጋንታታት ክትራኸብ ከለኻ ትገብሮ እዩ እሞ ኣይመልክዎን እዮም ካብቲ ዝበሃል ሜዳ እዩ ኢመረትስ ነዊሕ ዓመታት ኮይኖም ኣለዉ ዓወት ካብ ደየመዝግቡ ስለዚ ኣብኡ መጺኦም ኮማዕ ምስ ኮማዕ ዓይነት ብቕዓት ብፍላይ ማእከል ሜዳሲ እቲ ዝውደስ ማእከል ሜዳ እዩ ናይ ኣርሰናል ብ ኦዲጋርድ ራይስ እንዳተመርሐ so ኣብኡ ዘርኣዩና ብቕዓት ቀሊል ኣይነበረን ስለዚ ቶተንሃም ናይ ብሓቂ ተመሊሳ ኣላ ናብቲ ናብቲ ኩዕሾ ኩዕሾ ናይ ምጽዋት ተጻዊትካ ናይ ምዕዋት ማለት እዩ ብፍላይ ግን ማዲሰን ማዲሰን ኪ እዩ በቃ ኣብዚ ኣብዛ ጸወታ እዚኣ ዋላ ብዓቢ ኣብዚ ለውጢ ናይ ቶተንሃም ኣነ በቲ ተጻዋታይ ብጣዕሚ እየ ተደኒቐ ማለት ዋላ ኣብ ሌስተር ኮሎ ንሪኦ ኔርና ኢና ግን ከምዚ ቦታ ኣይረኸበን ብዝግባእ ሕጂ ግን ናብ ቶተንሃም ምምጽኡ ጥራይ ዘይኮነሲ ነቲ ናቱ ታለንት እውን ከውጻሉ ዝኽእል ክሕግዞ ዝኽእል ኣሰልጣን ረኺቡ ምህላው ንዝላኪ እሱ ድማ ኣርኢና እዩ ብፍላይ ከኣ ንሳካ ከመይ ጠዊዎ ኣብታ ቀዳመይቲ ሸቶ ማለት እዩ ሰሚዕካያ ተኾንካ እንታይ ኢሉ ሸቶ ምስ ተመዝገበ ሳካሲ እታ ናቱ ሰለብሬሽን ተጠቂሙ ማለት እዩ ድሓር ሓቲቶሞ ሳካስ እታ ሰለብሬሽን ናትካ ተጠቂሙ ኢሎም ሓቲቶሞ እንዳሓለፈ እንታይ ኢልዎ ምስ ጠመኽዎ ኣፍታ እታ ቀዳመይቲ ሸቶ ምስ ጠመኽዎሲ ስጋብ ሕጂ እስታ ሰለብረሽን እዩ ዝገብር ዘሎ ኢልዎም ኣጋጣሚ እስታ ኣክሽን ዝገበራ ኣብታ ትዊስት ክገብሮ ከሎ ክጠምዮ ከሎሲ ከመይ እያ ትመስል ሳካ ዝገበራ ተረዲእካ እንታይ ኢልዎ ስጋብ ሕጂ ይገብራ ኣሎ ኢሉ ሕጂ ባይ ዘወይ ይዕሩኽ እዮም ኣመና እዮም ዝቀራረቡ ኣብቲ ሃገራዊት ጋንታ ሓደ ግዜ ኣብ ኢንተርቪው ሰሚዐ ነይረ ንሳ ከዓ እዚ ትፈትዎ ሓፍተይ እንተትህልወኒ ነይራሲ ንሳ ከዓ ደይ ክትገብር ዝፈቐድኩላ ወይ መጣጣሕኩላ ምክንያቱ ሕጉስቲ ኮይና ክትውዕል ሳካ ኣዝ ዓቢ ሰብ እዩ ኣብቲ ኣዝዩ ፍቱው ኣብ ኣርሰናል በሎ ኣብ እቲ ሃገራዊ ጋንትኡ በሎ ኣለዉ ተጻወቲ ባይዘወይ ምሽ እንተስ ብጠባዮም እንተስ ብገለ ከምዚ ዋላ እባ ኣንጻር ጋንታ ደይጽልኡ ተጻወቲ ኣለዉ ከምኦም ዓይነት ይሳከ ብሓፈሽኡ ከኣ ዋላ እቲ ካራክተሩ ብብዙሕ መንገዲ ይነኣድ ማዲሰንካ ካብቶም ኣድነቕቱ ቀረብቱ ገለዩ ስለዚ እቲ ዋላ እቲ ሰለብሬሽን ገለ ከመይ ኮይኑ እዩ ዝስምዓኒ ኣነ ቅድሚ ፀወታ ይደዋወሉ ይፀሓፉ እዮም ገለ ተመዝጊበ ስታ ናትካ ሰለብሬሽን ክገብር እየ ገለ እንሻሎ ከምኡ ኮይኑ ተሰሚዕኒ ክልተ ግዜ እዩ ገይረዋ እታ ሰለብሬሽን ኮሞ ኢሉ ማዲሰን ክኣ ምምላሱ ገሪማትኒ ኤኒወይ ቶተንሃም ክረዲት ይግብኦም እዩ ንምንታይ እዮም ኣርሰናል ከም ዝኸሰረት ተሓሲቡ ተይልና መጀመርታ መጀመርታ ልዕሊ ቶተንሃም ኣብዚ ዓመት እዚ ንሲቲ ንዋንጫ ክትብድሃ ትኽእል ወይ ድማ ንዋንጫ ትጻወት ኣላ ትብሃል ጋንታ ኣርሰናል እያ ስለዚ ኩሉ ግዜ እስከ ኣብቲ ኣብቲ ኣብቲ ዘሎ ባይታ ዝብሎ ነገር ምሻለ ከ ኣብኡ ተመርኪስና ተተዛሪብናስ ቶተናም ቶም ፎር ትኣቱ ዶ እዩ ትሕቶ ተረዲካኒ ኣርሰናል ኬድና ግን ዋንጫ ትወስድ ዶ እዩ ስለዚ ውድድር ኣብ ሲቲ ስለ ዘሎ፣ ገና ገና እቲ ጸወታ ከይተላዕለ ከሎ ድማ ማዕረ ብምውጻእ'ቲ ፍልልይ ናብ ኣርባዕተ ይድይብ ስለ ዘሎ፣ ሓደ ብ ዓቢኡ እሱ ክሳራ ናይ ኣርሰናል ብፍሉይ ተሓሲቡ፣ ካልእ ግን ኩሉ ግዜ ኣቐዲምካ ሸቶ መዝጊብካ እታ መጋጥምትኻ እንተድኣ ኣመዓራርያትካ ዓወት ትምንጥለካ ስለ ዘላ እቲ ስነ-ኣእምሮ እቲ ሳይኮሎጂ'ሲ እስኻ ኢኻ ተሃሲኻ ትወጽእ፣ ማዕረ ነጥቢ ተመቒልካ እንከለኻስ ግን እስኻ ኢኻ ዝያዳ ተሃሲኻ ትወጽእ። ብፍላይ እታ ካልኣይቲ ሸቶ እንታይ እዩ ካብ ሰለብሬሽን ከይተመለሱ ከለዉ እያ ተመዝጊባ እቲ ማዝጋ እቲ ናይ ጆርጊኖ ዝገበሮ ጉድለት ኣነ በቃ ከምዚ ዘፍርሕ ናይ ሕልሚ ናይ ለይቲ ሕልሚ እዩ በቃ ኣይደነቑ ኣብ ሕልሚ ውስጥ ትራያ እወ ገባህር ከምዚ እርግፀኛ ስትፅዮሪ ክትረኣያ ሓዲራ ኣላ ምክንያቱስ ዋይ እዩ ገይርዋ ወላ ሓንቲ እያ ዘይትርድኣካ ማለት እዩ ሕጂ ከምዚ እንታይ እዩ ብዙሕ ግዜ ተፃወትቲ እንተን ዓሚ ኩሉ ግዜ ሜዳ ዘይህልው ኮይኖም ዓሚ ከምዚ ድልዋት ዕጋር ሒዞም ዘይኣትውሉ ግዜ ኣሎ ማለት እዩ ከምኡ ኮይኑ እዩ ዝስምዓካ እምበር ካብ ዘልድዮ ከምኡ ዓይነት ጌጋ ኣይትፅበን ኢኻ ንታ ጋንታስ ኣዝዩ በቃ ሕቖኡ ዝሰብር እዩ ነይሩ። ስለዚ መሊሱ ርእሲኡ ከኣ ራይስ ኢንጅሪ ኮይኑ ወጺኡ ካብቲ ጸወታ። ኣብዚ ሰዓት እዚ ራይስ ማለት ንኣርሰናል ርዱእ ነገር እዩ። ምስቲ ፓርተ ዘየለ ምዃኑ ከኣ ማለት እዩ። ኣይ ቲንክ ክሳብ ክንዲ ከቢድ ኣይኮነን። ኣብ ዝመጽእ ሰንበት ቀዳመ ሰንበት ከርክብ ይበሃል ኣሎ ግን ንሱ ምግጣሙ ትሮሳርድን ማርቲኔልን ኣይነበሩን። ጌራም ከምኡ ምውጽኡ ገለ እዚ ኩሉ ተሰኪሞም ምውጽኦም ካብቲ ሜዳ ንባዕሉ ብዙሕ ክሳራ ሒዞም ስለ ዝወጹ ብኡ መስለን እቲ በዓል እቲ ክሳራ ናይ ኣርሰናል ተሓሲቡ ብሓፈሻዊ ግን ብሉጽ ጸወታ ርኢና ፍሰት ደለዎ እቲ ዓንተወይ ዝበልኩኻ ግን እቲ ዓንተወይ ዝበልኩኻ ኣብ ሲቲ ጓርድዮላ ኣዝዩ ዝግደሰና ዝበልኩኻ ኣርቴታ ውን ይግደሰና እዩ ግን ኮንትሮል ምግባር ጸወታ ዝበሃል ክትገብር ተዘይክኢልካ ኩሉ ግዜ ፓሽን በይን ኣኻሊ ይኮነ ሓንሳ ሓንሳብ ንኣርቴታ ይንቀፍ እዩ ትብቲ ላይን ኮይኑ ዝገብሮ ዘነቓቕሖም ገለ ምሻሉ ግን ንሱ ውን ከምዚ ገደብስ ክህልዎ ክእል ኣለዎ ቴስ ዓዳቤት ኣብ ኮቮ ልምድ ቴምፖ ኮይንካ ክትጻወት ግድን ኣይኮነን። ሸቶ ከተመዝግብ ክትጎይ ግድን ኣይኮነን። ኣብ ዝሓለፈ ምስ ኤቨርተንሲ ሓደ ካብቲ ዝረኣናዮ ጽቡቕ ነገርሲ ንጸወታ ኮንትሮል ጌሮሞ። እንታይ ማለት እዩ? ሸቶ ምምዝጋብ ጥራይ ዘይኮነሲ ኤቨርተን ኣስጋኢት ጋንታ ንኸይትኸውን ካውንተር ኣታክ መታን ከይተሸግሮም ኣቐዲሞም ኣብቲ ማእከል ከሎ ኮንትሮል ጌሮሞ ኣዝዩ ውሑድ ኩዑሾ ኢዮም ተንኪፎም ወጺኦም ኣብቲ ሜዳ ናይ ኣርሰናል ማለት ኢዩ። ስለዚ ትማሊ ዝጎደሎም ነገር እንተነይሩ ኣርሰናል ቀሺ ኮንትሮል ዘይምግባር ጸወታ ኢዩ ማለት ኢዩ። ስለዚ እዚ ከኣ ርግጸኛ ኢየ ነቲ ሰልጣኒ ኣይክሕጉሶን ኢዩ። ኣብ ካልእ ጸወታ ውን ከምዚ ዓይነት መንፈስ ኣይክጠቕሞምን ኢዩ ማለት ኢዩ። ስለዚ ብዓቢኡ ግን እቲ ማዕረ ውጽኢት እሞ ኣብ ሜዳ ኣርሰናል ብምዃኑ ንኣርሰናል ሞር ክሳራ ተሓሲቡ እምበር ሓደ ነጥቢ ሒዘን እየን ወፅየን ክልቲኤን ጋንታ ብዓል እቲ ኣቐዲሙ እውን ኣርሰናል ክትዕወት እያ ዝብል ግምት ስለ ዝነበረ
ቸልሲ ሕጂ እውን ኣብ ሜድኣ ብኣስቶን ቪላ ሓደ ብዜሮ ተሳዒራ ፖቸቲኖ ነዛ ጋንታ

I don't know ብጣዕሚ እዮም ብዙሓት ካብቶም ተጻወትቲ እዮም ዝበዝሑ ዳርጋ ኣሰልጠንቲ ተቀያይሩ ኣብ ቸልሲ ስለዚ ሓድሽ ዜና ኣይኮነን ን ሕጂ ብልክዕ እዚ ቦሊ ክሳብ ክንደይ ክጻወሮ እዩ ምክንያቱ ንባዕልቶም ተጻወትቲ ኣምጺዎም ዘሎ ዳርጋ ናይ ኣሰልጣኒ ምርጫ ክትብሎም ኣይትክእልን ኢካ ናይታ ጋንታ ምርጫ እዩ ናይቲ ክለብ ምርጫ እዩ ኩሎም ታለንትድ ኣብ ንኡስ ዕድመ ለለዉ ተመክሮ ለይብሎም ተጻወቲ እም ሂቦሞ ለለዉ እዚ ድማ ግዜ ይሓትት እዩ ግን ኮም ኢልካ ትሓልፎ ነገርካ ኣይኮነን ምክንያቱ ሲ ነተን ንኣሽቱ ክለባት ኖቲንግሃም ፎሬስት ዝኸውን ዓቕሚ የብሎምን ተፃወቲ ቸልሲ ክበሃል ኣይክእልን ተረዲእካኒ so ፖቸቲኖ ሲ ብዝግባእ ስርሑ ይሰርሕ ኣሎ ከብሎ ዝኽእል ነገር የብሉን ኣብቲ ድሕሪ ፀወታ ዝሃቦ መግለፅስ እታ ፀገምና ሸቶ ምዝጋብ እያ ዘላ ኢሉ እዋእ ካብ እቲ ሕሞ ካልእ ፀገም ድኣ ኣለዩ ኩዕሾ እግሪ ድኣ እሞ እንታይ ክትገብር ዲኻ ናብ ሜዳ ትኣቱ ሸቶ ምዝጋብ እዩ እቲ ዕላማ መቸም ከምዚ ሓደ ሰብኣይሲ ንወዱሲ ኣብ ቅድሚሲ ማለት ኣጋይሽ ነይሮም ትምህርትኻ ገለ ኢሎም ሻለ የልዕልዎ እዮም እንታይ ኢሎም ዋእ ዝወደይ ንፉዕ እዩ ትምህርቲ እዩ ሓሚቑ ዶ ኣለምበር ኢልዎ ወዲ ሸውዓተ ዓመት ወዲ ሸሞንተ ዓመትሲ ካልእ ክነፍዕ ኣይክእልን እዩ ተረዲካ ካብ ትምህርቲ ወፃኢ ኣብቲ ካብ ትምህርቲ እዩ ዝሓምቕ ዶ ኣለምበር ንፉዕ እዩ ዝወደይ ኢልዎም ተረዲካ ሕጂሲ ሸትኹም ዝገውደ ዘይክኢሎም ደኣ እንታይ ኦቨርኦልሲ ክስከሞ ማለት ስለዚ ናይዚ ሓድሽ ኣሰልጣኒ ኦረዲ ናብ ዝሓለፈ ኣሰልጣኒ ሰጉጉ እዩ። ስለዚ ሓድሽ ነገር ኣይኮነን። ፖቸቲኖ ዕድል ክወሃቦ ድዩ ኣይደኖ ብፍላይ ሕጂ ኔክስት ዘለዉ ፀወታታት ፉልሃም ኣብ በርንለይን ኣሎዎም ዘን ክልተ ዕድል እየን ደለዎም ክመሓየሹ ሸቶ ከመዝግቡ ካብታ ወዲቆማ ደለዉ ክትስኡ እዘን ክልተ ዕድል ኣሎዎም ድሕሪኡ ግን ኣርሰናል ብሬንትፎርድ ቶተንሃም ሲቲ ኒውካስል ብራይተን ዩናይትድ ኣሎዎ ቀታትል ሶ ኣብዘን ክልተ ጸወታ ፉልሃምን በርንለይን ነጥቢ ሒዙ ክወጽእ ተዘይኪኢሉ ኮንፊደንስ ናይ ክለቡ ናይቲ ስም ጋንታ ክምለስ ተዘይኪኢሉ ኣይ ዶንት ኖው ከምዚ ሓደ ዘፍርሕ ነገር ክፍጠር እዩ ቸልሲ ማለት እዩ ንታሕቲ ወሪዳ ወሪዳሲ ን ቀሊል ኣይክኸውንን ፖቸቲኖ ከኣ ኣብ ርእሲ እንጠጢ ደሎ ነገር ቀሊል ኣይኮነን እዚ ከመይ እዚ ወናኒ ክጻወሮ እዩ ክንሪኦ ኢና እምበር ኣብ ኣዝዩ ኣሰካፊ ኩነታት እያ ደላ እታ ጋንታ ማለት እዩ። ኦኬ ሐራይ ናብ ካልእ ቅድሚ ምኻድና ካብ ተኻታተልቲ ኣብ ኮመንት ሕቶ መጺኣላ ቅድሚ ናብ ካልእ ሕቶ ናብ ምኻድ ምስጋርና ኣርሰናላዊ ድበይ ኣርሰናልን ቶተንሃምን ዝነበረ ጸወታ ኣስፍሕ ኣቢልካ ድኽመታተንን ብሉጽነትን ሕጂ ኣብዚ ገለጽካ ኣለና ማለት እዩ ድኽመታተንን ብሉጽነተትን ብዓቢኡ ከኣ ናይ ኣሰልጠንቲ ሜንታሊቲ ግለጸልና ትብል ገሊጾም ኣለዉ ኮመንት ጽሒፎም ስለ ዘለዉ ቅድሚ ናብ ካልእ ምኻድናስ ኣብኡ ከለኻ ብልክዕ ብልክዕ ናይ ቀልዓለም ማለት እዩ ቶተንሃም ባይዘወይ እቲ ናይ ክንፊ ምጥቃዕ ከምቲ ኣዝዩ ኣፍራሒ ዝነበሮ ኣፍራሒ ክኸውን ኣይከኣለን ኣብዝሓ ኣብዛ ጸወታ እዚኣ ምክንያቱ እቲ ምክልኻል ናይ ኣርሰናል ሳምሃው ሲቲ ጽቡቕ ስራሕ ሰሪሑ እዩ ተን ተመዝገባ ሸቶተን ኣዝየን ሲሊ ጌጋታት እየን ተፈጺመን ማለት እዩ ዝዓበየ ግን ዝዓበየ ብሉጽነት ናይ ቶተንሃም ማእከል ሜዳ ማእከል ሜዳ ኣብ ልክዕ ለካየ ነቶም ኣብ ሰዓት እዚ ሲ ዋላ ኣብ ዓለም ካብ ዘለዋ ክለባት እንተበልና እውን እቲ ማእከል ሜዳን ዘኹርዕ ጋንታታት ከይናስ ሓንቲ ካበ ናይ ኣርሰናል ስለዚ ቶተንሃም ነዚ ዝወዳደር ነገር እዩ ሰሪሑ ደሎ እቲ ሰልጣኒ ማእከል ሜዳ ዝበለጸ ነይሩ ማለት እዩ ባዕሉ እቲ ሜንታሊቲ ኣብ ማዲሰን ዝነበረ ሜንታሊቲ እንታይ ጸወታ ቅድሚ ምጅማሩ'ሲ እቲ ጸወታ ብኦዲጋርድ ወይ ብማዲሰን ክውሰን እዩ ተባሂሉ ብልክዕ ኣብዚ ጸወታ'ዚ ኦዲጋርድ እቲ ዝሓለፈ ዝረኣናዮ ብቕዓቱ ኣየርኣየናን ኣነ'ኸ ናይ ምንታይ ውጽኢት ኮይኑ እዩ ዝስምዓኒ ኣብቲ ናይ ቻምፕዮንስ ሊግ ጸወታ ክዓርፎ ነይርዎ ኣዝዩ ሃሊኹ ኣብቲ ጸወታ ማን ኦፍ ደማሽ ተባሂሉ ነዊሕ ኪሎሜተር ሸፊኑ ገለ እሞ እዚ ዓይነት ጸወታ እንዳተጸበየ እንከሎ ካብቶም ከዕርፉ ዝነበሮም ተጻወትቲ ሓደስ እሱ እዩ ነይሩ። ካብ ኣብ ምክልኻል ዘሎ ተጻዋታይ ተዕርፍ ከማን እቲ ኣብ ማእከል ሜዳ ነዊሕ ቦታ ካቨር ዝገብር ተጻዋታይ ከተዕርፍ ይግባእ ነይሩ። ስለዚ ናይ ኦዲጋርድ ድኻም ነይሩ ማለት እዩ። ብዓብዪ ግን ናይ ኣርሰናል ጸገም ዝነበረ ምጥቃዕ እዩ። ጾራ ኣብ ምዕራፍ ክውድእዎ ይኽእሉ ነይሮም እዮም፣ ጋብርኤል ጀሱስ ዝሰሓቶ ኩዕሾ፣ ክልተ ኩዕሾ ስሒቱ፣ ንኬይታ ሶ ኣርቴታ እውን ኣብዚ ኢድ ኣለዎ ማለት እዩ፣ ምኽንያቱ ንጀሱስ ብጫፍ ኣውጺኡ ንኬይታ ኣሰሊፍዎ፣ ንኬይታ ከኣ ዋላ ኣብ ዝሓለፈ ጸወታታት ከም ዝረኣናዮ እውን ጎዲሉ ኣሎ፣ ኣዝዩ ጎዲሉ ኣሎ ማለት እዩ፣ ንምንታይ ንኔልሰን ዕድል ጀሱስ ኣብ ቦትኡ ጌሩ ኔልሰን ሲ ኣብተን ዝኣትወን ትርእዮ ነገር ኣሎ ኣቀዲሙ ብኔልሰን እዩ ጀሚሩ ድሓር ሓደ ነገር ምስ ኣረጋገጸ ንኬታ እንተ ዘእትዎ ንዓይ ብናተይ ወገን ዝሓሸ ምኾነ ኣርቴታ እውን ኣብዚ ተሓታትነት ኣለዎ እቲ ካልእ ፈትዩ ዝገበሮ ምቕያር ኣይኮነን ናይ በዓል ራይስ ኣብኡ ወልሓንቲ ክትብል ኣይትኽእል ኢኻ ኣብ ምጥቃዕ ግን ብፍላይ እንታይ ዝብል ዘለዎ ሕጂ ኣርሰናል እንተ ደኣኒ ናብቲ እትደልዮ ደላ ዓበይቲ ዓወታት ክትከይድ ኮይና ቀታሊ ጥቅዓ የድልያ ኣሎ። ሓቂ ተኾይኑ ድማ ንቶኒ ናይ ብሬንትፎርድ ይደልይዎ ኣለዉ። ኣብዚ ጥሪ ከፈርምዎ ኣብቲ ናይ ቁማር ክሳይ ተሳቲፍካ ተባሂሉ ካብ ጸወታ ተኣጊዱ እዩ ጸኒሑ። ጥሪ ክምለስ ንዑኡ ደልይዎ ኣለዉ ብሓቂ እንተኾይኑ ክፍወስ ዘለዎ ቦታ እዩ ንባዕሉ ኣብ ጂሰስ ንሪኣ ዘለና ሜንታሊቲ እንታይ እቲ ዘረባታት ይመጾ ኣሎ ተረዲእካ ሓደ ዕስራን ልዕሊኡን ዘመን ሸቶ ኣጥቃዓይ የድልያ ኣሎ ንኣርሰናል ክበሃል እንከሎ ንሱ ብቑዕ ኣይኮንካን እኹል ኣይኮንካን ደለኻ እዩ ንዑ ስለዚ ከምዚ ምሒር ተዋኺር ኣብቲ ጸወታ ሸቶ ንኸመዝግብ ኣብ ዝሓለፈ ናይ እቲ ናይ ቻምፕዮንስ ሊግ ጸወታ ንባዕሉ ጽቡቕቲ ኩዕሾ ቀሊዑ እቲ ጎል ኪፐር ምስ ኣውጽኣ ክባሳጨው ገለ ምስ ረኣይዎ እቶም ተጻወቲ መጺኦም ጽግዕ ኢሎም ራይስ ብፍላይ ትሮሳርድ ክጸናንዖ ራይስ ከዓ ቀሪቡ ክዛረቡ ገለ ርኢና ማለት እዩ ሕጂ እንታይ ጀሱ ብልክዕ ነቲ ኣርሰናል ናብ ናብቲ ኔክስት ደረጃ ንሽር ኢና ኣለና ንራምስደል ሲ ንድነቐሉ ዝነበርና ጎል ኪፐር ኮፍ ኣቢልዎ ኣሎ እንታይ ማለት እዩ እታ ጋንታ ናብ ሓደ ስቴጅ ክትድይብ ተደልያ ኣላ ማለት እዩ ስለዚ ናብቲ ዝበሃል ዘሎ ስቴጅ ክትድይብ ተኾይና ድማ ብርግጽ ኣርሰናል ሓደ ቀታሊ ኣጥቃዓይ ከድልያ እዩ ትማሊ እውን ንሱ ኢና ርኢና ምክንያቱ ዝረኸብካዮ ዕድላት እንድሕር ናብ ሸቶ ክትቅይሮ ዘይከኣልካ ደሓር ትቕጽዓሉ ኢኻ ማለት እዩ ብፍላይ ከኣ ጀሱስ ሰሓታሲ ወላ ሓንቲ ንምንታይ እዩ ከምኡ ጌሩ ከምኡ ሓይሊ ጌሩ ቀኒዑ ኣነ ወላ ሓንቲ ክርድኣኒ ኣይከኣለን ስለዚ ኣብዚ ኔሩ እቲ ናይ ኣርሰናል ጸገም ኣርቴታ ከኣ ንባዕሉ ሳካ ኣብኡ ተሃሪሙሲ ነዊሕ ደቓይቕ እንዳሓንከሰ እንዳርኣየስ ክቕይሮ ኣይከኣለን። ትነቓይቕ ድተኸሰረስ ሓደ ምስ ጥዕንኡ ደሎ ተጻዋታይ ኣትዩ ከድምዓሉ ምተኻእለ ነይሩ እዚ ከማን ኣይ ኣየጋጠመን እምበር ከምታ ዝነበራ ሳካ ኩዕሾ መጺኣቶውን ካብኡ ተቖሪጻ ኣንጻር ሸቶ ክትከይድ ትኽእል ነይራ ስለዚ ቶተንሃም ዝነበ ነቲ ማእከል ሜድኦም ተለዊጦም እዮም ጽቡቅ ጸወታ ብፍላይ ከኣ ማዲሰን ናይቲ ጸወታ ብሉጽ ነይሩ ኣብቲ ኣብቲ ዝሓለፈ ማለት እዛ ጸወታ እዚኣ ዋላ ቅድሚኡ እውን እቲ ናይ ኣርሰናል ድኽመት ግን እቲ ምጥቃዕ እዩ ማለት ኦኬ ጽቡቅ ኣረ ናብ ዝቅጽል ክንሰግር ሓለፍ ዘይደሊ ሶሪ ራያ ከም ጎልኪፐር ዝተፈተነሉ ጸወታ እዚኣ እዩ ነይሩ። ምናልባት ኣብታ ቀዳመይቲ ንእሽተይ ጌጋ ነይራቶ እያ። እታ ኩዕሾ ኣትሊስት ናብ ኩርናዕ ከውጽኣ ነይርዎ። ናብቶም ተጻወቲ ምልኣኹ ተመሊሳ ሸቶ ኮይና እዚ ኩሉ ኣውጺኡ ማለት እዩ። እታ ካልኣይቲ ዋላ ሓንቲ ዝሕመየላ ኣይኮነን። እታ ሴቭ ዝገበራ ኩዕሾ ግን ብጣዕሚ እያ ከምዚ ሕልሚ እያ ኮይና ትስመዓካ ካበይ ሞነፊር መጽዩ ጽልዋ ሕማም ስለ ዘጣቅዓሉ ተራእዩ ማለት እዩ እቲ መድረክ እንታይ ኢሉ ኣይ ቲንክ ኣረገል ምስ ደንታይ ኢሉ ገሊጽዎ ከምዚ ኣብ ኣብቲ ኦስካርስ ተሓጸዩ ምሽ ኣብ መወዳእታ ዝንገሩ ክልተ ሰለስተ ሰባት ኣለዉ እቲ ሓደ ሽዑ ዕወት እንዳተጸበየ ከሎ እቲ ካልእ ምስ ተጸወዐስ የጣቅዓሉ ተረዲካ ካሜራታት ክጥምቶ እየ እሞ ስለዚ ራምስ ዘን ተግባር እውን ልክዕ ከማ ትመስል ነይራ ሓራይ ንኸድ ናብ ዝቕፅል ኣብ ዝሓለፈ መደባትና ኣንቶንያ ፈኪሩ ገለ ዝብል መደባት ሰሪዕና ነርና ሕጂ ከዓ ኣብ ሜዳ ሊቨርፑል ምስ ኣብ ሜዳ ዌስትሃም ነይሩ ሊቨርፑል ምስ ንዌስትሃም ነቲ ዝፈከረ ሰለስተ ብሓደ ሲዒራቶ ብዓወት ትቅጽል ኣላ። ሕጂ ምስዚ ኣተሓሒዝካ ነዚ ከምዚ ዝነበረ ኩነታት ርኢኻ ንሲቲስ ተስግኣ ዶ ጋንታ ትብል ድያ ከመይ እያ ተስግኣ?
እወ ሓደ ኣነ ኣብዚ ኣብዛ ብዓቢይቲ ጸወታ ንዌስትሃም ምሉእ ብምሉእ በሊጾም እዮም ተዓዊቶምሎም። ብፍላይ እታ ማካሊስተር ዝገበራ ኣሲስት ኑነዝ ውን ዘመዝገባ ንሱ ዩ። እቲ ኣብ ሞንጎ ኣጥቃዕትን ተከፋፈልትን ክህሉ ዘለዎ ምንባር ንሱ ዩ። ብጣዕሚ ብልጽቲ ኣሲስት ብልጽቲ ሸቶ ኣመዝጊቦም ብዓቢኡ ብኹሉ ነገር በሊጾሞም እዮም ነቲ ጸወታ ተዓዊቶምሉ ኣብዚ ክረዲት ዝግብኦ ንዓይ ክሎፕ ከመሰ ዳኒ ንሊቨርፑል ኣብዛ ናይ ምስግጋር እዋን ብዙሕ ማክሲ ክስተ ገልጠምጠም ክትብል እያ ኢልናስ ኩሉ ሰብ ተጸቢዋ እዩ ብፍላይ ማእከል ሜዳ ምስ ቀየረ ናይ ብሓቂ ስጋብ ሕጂ ዋላ ክሳብ ክንደይ በዳሂ ጸወታ ገጢሞም ኣይገጠሞምን ክንብል ንኽእል ኢና ግን ስጋብ ሕጂ ንባዕሉሲ እዚ ዓይነት ጸወታታት እንዳተዓወትካ ምኻድስ ትህነጽ ኣላ እቲ ሜንታሊቲ ውን ይህነጽ ኣሎ ዓወት ዓወት እዩ ዝሃንጽ ማለት እዩ ኩሉ ግዜ ንርኢ ኢና ጋንታታት ሓንሳብ ቴምፖ ምስ ጠፍኤን ምስ ተሳዓራ ናብ ዓወት ክምለሳ ይሽገራ ስለዚ ብዓወታት ጌሩ ይሃንጻ ምህላው እታ ጋንታ ክሬዲት ግቡኦ እዩ ልክዕ ያ ንሲቲ ተስግኣ ዶ ያ ካብተን ክወዳደራ ዝኽእላ ጋንታ እያ ክሳብ ክንድቲ እያ ነቲ ኩሉ ጸወታታት ከመይ በዲሃቶ ክትወጽእያ ጌና እኳ እንተኾነ ግን ካብተን ኢልና ክንገልጻ ንኽእል ኢና ኣርሰናል እንተኢልናስ ካብ ኣርሰናል ዝጎድል ዓቕሚ ኣለዎም ኣይብልን እየ ነዚ ዓመት ነቲ ኣብቲ ውድድር ንምህላው ማለት እዩ ወይ ጸቕጢ ንምፍጣር ንሲቲ
ኦኬ ኣብ ዝሓለፈ ሰንበት ማለት ቀዳም ሰንበት ዝነበረ ኣብ ዓዲ እንግሊዝስ ናይ ባስኬት ቦል ፀወታታት ነይሩ ባስኬት ቦል ዝዓይነቱ ነይሩ ፀወታ ሕጂ ዋላ ኣነ ዋን ገሪምኒ ፉኒ ሓደ ሓደ ግዜ ዘረባ ኣጆኻ ሕጂ ኣብታ ጋንታስ ሎሚ ጎል ዘየእተወስ ዳርጋ ከምዚ ዘይከተተ ዝዓይነቱ እያ ነይራ በቃ ንታ ጋንታ ሎሚ ጎል ዘየእተወላ በቃ ዳርጋ ድሞት እያ ኒውካስል ምስ ሼፊልድ ዩናይትድ ሸሞንተ ብ ዜሮ ምስዓራስ ናይ ኒውካስል ፍሉይ ዓቕሚ ድዩ ዘርእየካ ዋላ ናይ ሸፊልድ ፍጻመ ድኹምነት እዩ ነይርዎ?
ባይዘወይ ሓፈሻዊ ኩሉ ግዜ ዓመት ዓመትሲ እንታይ ነይርና ካብቲ ቻምፕዮንሺፕ ዝመጻ ጋንታታትሲ ተወሓደት ሓንቲ ጋንታ ሳፕራይስ ትገብረና ነይራ ኣብቲ ሊግ ማለት እቲ ፕሪምየር ሊግ ምስ ደየበት ሎሚ ዓመት ግን ኩለን እተን ጋንታታት ዋላ ሓንቲ ኣይብለኖ ክሳብ ክንደይ ጅታ እዩ እቲ ዲፈረንስ ምሽ ኣለካ እተን ጋንታታት ኣብቲ ፕሪመር ሊግ ዘለዋ ከምዚ ቀደምሲ ዝከረኒ ኣርባዕተ ዓበይት ጋንታታት ንብለሉ ግዜ ነይሩ ኢቨን ከማን ኣብቲ ክልተ ሽሕን ክልተን ሰለስተን ገለ ኤቨርተን እያ ኣብቲ ቶፕ ፎር ወይ ኒውካስል ገለ እምበር ኣርሰናልን ማንቸስተርን ጥራይ ዝዕብልልኦ ግዜ ነይሩ እዩ ገለ ሎሚ ግን ስጋብ ትሻምናይ ዘለዋ ጋንታታት ዋላ በቲ ዘውፅኦ ዓይነት ማለት እቲ ኢንቨስት ዝገብሮ ዝገዝኦም ተፃወቲ ትረክብ ኣለካ ኣዝዩ ተፈልየን ዘለዋ ማለት እዩ ስለዚ እተን ካብ ታሕቲ ዝመጻ ጋንታታት ድማ ንዕኡ ኣይተዳለዋን ብማለት ሙኩራት ተጻወቲ ወሲኸን ገለ በርንሊ ሕጂ ጽቡቕ እዮም ዝጻወቱ ግን እቲ ናይ ተመኩሮ ጉድለት ሪኢ ከምዚ መራሒ ተጻዋታይ ክውስኹሎም ዘይምኽኣሎም ስለዚ ሽፈን ቡን ሓቂ ንምዝራብ ሓደጋ ኢኻ ክትብሎ ትኽእል ይርኢ ነይረሲ ቅድሚኡ ብዝነበረ ጸወታታትሲ ሲቲስ ክልተ ብ ሓደ እያ ስዒራቶ። ቶተንሃም ክልተ ብ ሓደ ስዒራቶ ምስ ኤቨርተን ክልተ ብ ክልተ ወጺኦም ክሪስታል ፓላስ ሓደ ብ ዜሮ ስዒራቶ ኖቲንግሃም ፎሬስት ውን ክልተ ብ ሓደ ስዒራቶ ሶ እዚ ሃንደበት ከምዚ መዓልቲ ኣሎ ምሽ ካብ ቴምፖ ትወጻሉ ሓመውን ዋይት ሰር ሸውዓተ ጎላት ክኣትዎም ርኢና ብሊቨርፑል ዝከረኒ ማንቸስተር ንኣርሰናል ሸሞንተ ብ ክልተ ክስዕሮም ከለዉ ኣብቲ ጸወታ ኣርሰናል ኣይነበሩን ኣይኮኑን ኔሩ ክንደይ ዕድላት ኣጥፍኡ ኔሮም ገለ ኣሎ መዓልቲ ምሽ ከማይ እያ ኮይና ትስምዓና ኒውካስትል ከምዚ ብሉጽ ዝኾነ ብቕዓት ሒዞም ኣትዮም ናብቲ ሜዳ ኣርብዓን ክልተን ሓምሳን ሸሞንተን እዩ ኔሩ እቲ ፖዚሽን ናይ ጸወታ ክሳብ ክንድዚ ሻኑ ከም ዝተሳዕረት ጋንታሲ እንታይ ኢኻ ትጽበ ሰብዓን ሰለስተን ዕስራን ገለ መደብ ሰብዓን ገለን ዕስራን ገለን ፖዚሽን ክጸንሓካ ኢኻ ትጽበ ከምኡ ኣይኮነን ሶ ሓደጋ እዩ እየ ክብሎ ዝኽእል ክሳብ ክንድቲ ኒውካስትል ናብ ፎርም ተመሊሶም ገለ ክንብል ኣይንኽእልን ናይ ዝመልስ ጸወታ ክንርእዮም ኢና እምበር ኣነ ኮይኑ ዝስምዓኒ ሼፈልድ ውን ክሳብ ክንድኡ ትሕመ ጋንታ ኣይነበረትን ዘን ሕማቕ መዓልቲ የለኹም በላ ኮይናቶም ውዒላ ማለት እዩ። ኦኬ ናይ ዓዲ እንግሊዝ ወዲእና ኣለና ናብ ላሊጋ ንኺድ ባርሰሎና ሰለስተ ብ ሓደ ተዓዊታ ኣብ ልዕሊ ሰልታ ቪጎ። ናብ መሪሕነት ደይባ ኣላ። ባርሰሎና ከም ጋንታ ትረጋጋእ ዘላ ትረጋጋእ ዘላ ትመስል ዶ ላሊጋ ደጊማ ዝዕወቱ ዶ ይመስለካ ከመይ?
እወ ከመይ ይመስለካ ኣብዝሓ ኣብ ዓመሲ ኣብ ጽቡቅ ፎርም ኣይኮኑ ነይሮም ኣይኮኑን እቲ ላሊጋ ወሲዶሞ ሕጂ ካብኡ ኣዝዮም ተፈልዮም ኣሎ ብዙሕ መንገዲ ማለት እዩ። ዓይነት ተጻወቲ ኣብቲ ብጣዕሚ ኣብቲ ኣብቲ ቤንች ዘለዉ ተጻወቲ ሲ ኣዝዮም ብሉጻት ተጻወቲ እዮም ኣብቲ ቤንች ከይተረፈ ዘለዉ ማለት እዩ ስለዚ ኣብ ጽቡቅ ፎርም ኣላ ጥራይ ዘይኮነ ማድሪድ ከም ጋንታ እውን የላ ድሓር ክንዛረበሉ ኢና ማለት እዩ ስለዚ ማድሪድ እንተ ክቲ ኣብ ፎርም ሃልያ እንተ ደው ከተብላ ዘይክኢላ ኣነ ንዓይ በዛ ዘላ ኩነታት ተኾይና ባርሴሎና ንክትወስዳ ጸገም የብላን ብፍላይ ላሊጋ ናይ ምውሳድ ከኣ ፍሉይ ክንርእየሎም ኢና ከምዚ ማድሪድሲ ንቻምፒየንስ ሊግ ዝቐሎ ኣብ ዝሓለፈ ዓሰርተ ዓመታት ክንብል ንኽእል ንላሊጋ ዳርጋ ቀሊልዎም ባርሴሎና ምስዚ ዘሎ ናይ ማድሪድ ድኻም ከኣ ኣነ እውን ሎሚ ዓመት ከምዚ ዝወስድዋ ኮይኑ ይስምዓኒ እታ ናይ ትማሊ ዓወት ስጋብ ሰማንያ ደቂቅ ሓደ ብዜሮ እዮም ዝምርሑ ነይሮም ካብ ድሕሪ ሰማንያ ደቂቅ ሰለስተ ሸቶታት ተመዝጊቡ ሉዋንዶውስኪ ክልተ መዝጊቡ ክልተ ሸቶታት ኣመዝጊቡ ካንሴሎ ከ ሓንቲ ሸቶ መዝጊቡ ማለት እዩ ሶ እቲ ሜንታሊቲ እውን ኣብ ዘይሜዳኦም እዩ ነይሩ ብልክዕ እቲ ዲፈረንስ ዘሎ ላሊጋ ንፈልጦ ኢና ግን ክትርእዮ ከለኻ ሓፈሻዊ እቲ ዋሕዚ ኩዕሾታት እቲ ደሎ ታለንት ገለ ብብዙሕ መንገዲ ባርሴሎና ተመሊሳ ኣላ ንላሊጋ እኳ ክሳብ ክንዲ ባዕሎም ዝኸብዳ ይመስለኒ ኣብ ቻምፕዮንስ ሊግ ግን ዝያዳ ተፈቲና ክንሪኣ ኢና ማለት እዩ። ኦኬ
ኣብ ዝሓለፈ ዳርጋ ከምዚ ደርቢ ናይ ዓዲ እንግሊዝ ዝነበረ ናይ ቶተንሃምን ኣርሰናልን ኣብ ዓዲ ኣብ ማድሪድ ድማ ከምኡ ኔሩ ሪያል ማድሪድን ናይ ኣትለቲኮ ማድሪድን ተጻይተን ኔረን ሕጂ ኣብዚ ከኣ ሪያል ማድሪድ ብጓል ከተማኣ ደላ ሰለስተ ብ ሓደ ተሳዒራ ማለት እያ ብ ኣትለቲኮ ማድሪድ። ቅድሚ ቁሩብ መዓልታት ኣብቲ ዝነበረ ናይ ቻምፕየንስ ሊግ ድማ ንበርሊንግሃም በቃ ወረቐቱ ላዕሊ ሰማይ ክስቕልዋ እዮም ቀንዮም። ቅድሚ እቲ ቁሩብ መዓልታት ብዙሕ ብሉጽነት ቤሊንግሃም ክዛረቡ እዮም ቀንዮም። ሕጂ ድማ ብዛዕባ ድኻም ሪያል ማድሪድ ይዛረቡ ኣለዉ። ከመይ ከመይ እዩ እዚ ጉዳይ እዚ? እዚ ናይ ሜድያ ትፈልጦ ኢኻ ከመይ እዩ?
ኣብ ዝሓለፈ ብዛዕባ ቻምፕየንስ ሊግ እንዳ ተዛረብና ከሎና ኣልዒለያ ኔረ። ማድሪድ ሎሚ ዓመት ንዓይ ድልውቲ ጋንታ ኣይኮነትን ዘላ። ኦህ። ያ ኣትሌቲኮ ማድሪድሲ ነቲ ከምቲ ኣብቲ ርእስቲ ዝበልናዮ ማለት እዩ በሊንግሃም ሸፊንዎ ዝጸንሐ ዕርቃን እያ ቀሊዓቶ እንታይ እዩ ብመሰረታ ኦኬ ኣብ ክልኻል ወሳኒ ተጻዋታይ ተሰይርዎም ኣሎ ገለ ግን እቲ ምክልኻል ፈጺሙ ምሕደራ ዝበሃል ዘይብሉ ኣብ ዝሓለፈ ፀወታታት ዋላ ኣብቲ ናይ ላሊጋ ዝነበረ ዋላ ኣብ ዝሓለፈ ውን ኣብ ቻምፒየንስ ሊግ ውን ርኢና ኢና ገለ ኣቐዲሙ ሸቶ ይምዝገቦ። ከምዚ እቲ ኩነት ኣእምሮ ንጸወታ ድሉው ኴንካ ዘይምእታው ምሻሉ ቀልጢፉ ሸቶ ምዝገቦ። ኣብቶም ተኸላኸልቲ እትርእዮ ዘይምርግጋእ፣ ብሓፈሽኡ ኣጥቃዓይ ዘይምግዝኦም ኣብዚ ዝሓለፈ ክረምቲ ኦኬ በዚይ መንገድ ነቲ ቤንዘማ ዝገደፎ ብኮ ክሽፍን ድቅል ወይ ብመጠን ናይ ማድሪድ ክግለጽ ዝክእል ተጻዋታይ ኣይኮነ ከምዚ ናይ ሓጺር ግዜ መፍትሒ ሽግር ወይ መሰጋገሪ ኢልካ ተምጽዮ ዋላ ከምኡ ይኩን ደኣ እምበር ዋላ ሓንቲ ንማድሪድ ክመርሕ ዝክእል ኣጥቃዓይ ኣይኮነን ቬኒሰስ ምስቲ ተሴርዎ ምህላዉ ጎዲማ እያ ዘላ ማድሪድ ብዘይ ቀልዓለም ማለት እዩ ኣንቸሎቲ ግን ኣብዛ ጸወታ እዚኣ ዝፈጸሞ ጌጋ እንታይ እዩ ሓሙሽተ ኣከፋፈልቲ እዩ ገይሩ በሊንግሃም ሸቶ እንተመደበሲ ኣጥቃዓይ ገይርዎ መወዳእቱ ማለት ኣጥቃዓይ ገይሩ ይሰልፍዎ ብድያመንድ ቅርፂ ገይሩ ኣብቲ ማእከል ንሓሙሽተ እሞ ከ ኣሳሪ ኣካፋፋሊ ንቶቸሜን ከይገበሩ ዕቑፍ ኣቢልዎ ማለት እቶም ነቶም ክልተ ኣብ ምሽምጋል ዕድመ ዝርከቡ ዘለዉ ክሮስን ሞድሪችን ከኣ ኣይ ቲንክ ዓሚ ምስ ምሰሰለፎም ንክልቲኦም ብሓደ ነዊሕ ገይሩ ኣሎ ብሓደ ካብ ዘሰልፎም ማለት ኣብዛ ፀወታ እዚኣ ብሓደ ሰሊፎም ዝዓበየ ፀገም ዝረኣናዮ እንታይ እቲ ቬንሰስ ዝሰርሑ ስራሕ ፔነትሬት ጌርካ ንውሽጢ ምእታው ንባዕሉ ፕሮስታ ዘመዝገባ ሸቶ ብደገ ኮይኑ መዝጊብዋ ካብ ፔናልቲ ወፃኢ ኣሎ ፔነትሬት ገይሩ ዝኣቱ ተፃዋታይ ተሳኢኑ እቲ ምጥቃዕ ምናልባት ኣነ እዚ ናይ ምጥቃዕ እንታይ መቸም ምባፐ ዘየናውጾ ነገር የለን እምቢ ማድሪድ ወን ንዕኡ ንምምጻእ ስለ ሓሳብ ደለዋ እሱ ወን ኦረዲ ተራዳዲኦምሉ ውን ይባኣል እምቢ ሕጂ ካልእ ወጻ ክገብሩ ኣይደለየን ኮይኑ ዝስማዓኒ ምክንያቱ እንድሕር ደኣ በዚ ሎሚ ቁጽሪ ትሽዓተ'ሲ ኣዝዩ ከምዚ ከም ዳይኖሰር እዮም ዝጸንቱ ዘለዉ ብሰዓት እዚ ቁጽሪ ትሽዓተ ክተምጽእ ዝተወሓደ ሰብዓ ሱሳ ሚልዮን ተወሓደ ክሓትት እዩ ስለዚ ብብዙሕ መንገዲ ካብ ኢኮኖሚ ሃስየን እየን ዘለዋ ናይ ላሊጋ ጋንታታት ብፍላይ ከኣ ሕጂ ከምቲ ኣብ ዓዲ እንግሊዝ ዘለዋ ጋንታታት ዘእትውዎ ዓይነት ኣታዊ ከእትዋ ኣይክእላን እየን። ስለዚ ብመጠኑ ከምዚ ነቲ ኢኮኖሚኦም ሓልዮምዎ ክኸዱ እውን ይፍትኑ ስለ ዘለዉ ነዊሕ ጌርና ኢና እውን ማድሪድ ከምዚ ኣካይድኦም ከምቲ ናይ ቀደም ከም ዘየለ ከም ዝቐየሩ ካብ ንርኢ ስለዚ እቲ ንምባፐ ዝሓዝእሉ ቦታ ኦረዲ ኣብ ዝመጽእ ዓመት ክመጾም እዩ ዝኸውን ከምኡ እዩ እቲ ሓሳብ ዘሎ ከምኡ መስለኒ ኣጥቃይ ከይሓዙ ምእታዎም ግን ዋጋ የኽፍሎም ኣሎ። እቲ ምክልኻል ግን ብጋርማይታ ነገር ሰለስተኤን ሸቶታት ብርእሲኤን ተመዝጊበን። ሄዲን ኦ። እታ ቀዳመይቲ ሸቶ ኣብ ኣርባዕተ ዶብ ተመዝጊባ፣ ሞራታ፣ ኣብ ዓሰርተ ሸሞንተ ዶብ ግሬዝማን፣ መሊሱ እቶም ምስ በሉ ኣብ ኣርባዓን ገለን ደቒቓን እታ ሳልሰይቲ ሸቶ ተመዝጊባ ኣላ። ስለዚ ፈጺሙ ማለት እዩ ናይ ማድሪድ ኩነት ኣእምሮ ጽቡቕ ኣይኮነን። እቲ እቲ ዝነኣድ ብምንታይ እዩ ኣርባዕተ ሸቶ ኣትይዎም እውን ኣይ ማለት ስዒሮም ከም ዝወጹ ዝኣምኑ ጋንታ እዮም ግን ኣብቲ ምጅማር ጸወታ ግን ድልዋት ኮይኖም ይኣትዉ ከም ዘለዉ ኣነ ዝሓለፈ ጸወታታት ክንደይ ተዓዚበ ኣብ ቀዳማት ዓሰርተ ደቂቕ ሸቶ ብዙሕ ሸቶ ተመዝጊብዎም ኣሎ ሽዑ ንዕኡ ክመልሱ ዘለዎ ድኻም ማለት እዩ። ስለዚ ናይ ማድሪድ ብሓፈሽኡ ያ በሊንግሃም ብሉጽ ተጻዋታይ እዩ፣ ብፍላይ እተን ዘመዝገበን ሸቶታት ድማ ኣብ ውዱእ ሰዓት ኣመዝጊቡ ሂሮ ኮይኑ ተጸዊዑ እዩ። ይግብኦ እዩ ምናልባት ከምቲ ዝበልናዮ እንግሊዛዊ ምዃኑ ኣብ ቦትኡ እንከሎ ማለት እዩ። ግን ማድሪድ ከም ጋንታ ግን ደኺማ ኣላ፣ ኣብ ብዙሕ ቦታታት ለውጢ የድልያ ኣሎ። እታ ኣነ ከም ዝርድኣኒ ካብ ዚዳን ጀሚሩ እታ ጋንታ ምልእቲ ነይራ ኮይና ኣይኮነትን እዚ ናይ ቻምፕየንስ ሊግ ዋንጫታት እውን እንዳወሰደቶ መፅያ ካብ ሽዑ ጀሚራ ብዙሕ ለውጢ ደድልዮ ነገር ኣሎ እታ ጋንታ ዕድመ ዝደፍኡ ተፃወትቲ ኣለው ጌና ከምዚ እንዳዓበስካ ዝኸይድ ዘሎ ቦታ ኣሎ ንኣብነትሲ ብየማን ንሮድሪጎ እዩ ዘፃወቶ ሮድሪጎ ብባህሪ ውድ ፃወት ተፃዋታይ ኣይኮነን ስለዚ ብሓፈሽኡ ኣብ ብዙሕ ቦታታት ንካማቪንጋ ብዙሕ ግዜ ብሌፍት ባክ ከጻውቶ ርኢና። ትማሊ ካማቪንጋ እዩ ኣሳሪ ኣከፋፋሊ ጌርዎ። ብዙሕ ማለትሲ እቲ ኣኮሎ ዝርድኣካ ነገር ካማቪንጋ ኣብኡ ኣሲሩ ክጻወት ሲ ዋላ እቲ ኣቃውማ ኣሎ ምሽ ኣሎ ብዙሕ ዘይትጽበዮ ተጻዋታይ እዩ። ስለዚ ኣብ ማድሪድ ብዙሕ ብኮታት እዩ ዘሎ ዳትስ ዋይ እውን ኣብዚ ቻምፒየንስ ሊግ ኣነ ነዊሕ እቲ ማድሪድ ማድሪድ ምዃኖም ዘይተርፎም ኣብኻ ተኣምር ስለ ክሰርሑ ክንፅበ ተዘይክእልና ብህልው ብቕዓቶም ብዙሕ ነገር ጎዲልዎም ኣሎ ኣሰልጣኒ እውን ናቱ ጌጋ ነይርዎ እዩ ኣብቲ ማእከል ከምኡ ምግባሩ ምክንያቱ ኣትሊስት ነቶም ነቲ ምክልኻል ናይ ኣንፃር ጋንታ ጸቕጢ ዝፈጥረሉ ጸቻዕቲ ኣገዳሲ እዩ። ስለዚ ሓፈሻዊ እዞም ጸዓዱ እቲ ናይ ቀደም ክብሮም ክዕቅቡ I think ብዙሕ ለውጢ የድልዮም ኣሎ። ምባፐ ምስ መጸ ካልኦት ተጻወቲ እውን ኣብዚ እኒኻ ድልዮም ምባፐ በይኑ እውን ኣይኮነን ብዙሕ ለውጢ ተደይ ገይሮም ግን በዚ ዘለዎ እቲ ናይ ቀደም ዘፍርሕ ምስሎም ሲ ንዓይ ኣይረኣየን የለን ኣብዚ ሰዓት እዚ።
ቅድሚ ምውዳእና
ፒኤስጂ ንማርሰይ ኣርባዕተ ብ ዜሮ ስዒሮሞም ሓደ ካብቲ ከቢድ ፀወታ ናይዚ ቀዳመ ሰንበት ዝተብሃለ እዩ ማርሰይ ብልክዕ ኣብ ጽቡቕ ኩነታት ዘላ ጋንታ ኣይኮነትን ብውሽጣ ብዙሕ ምትሕምማስ ኣሎ ሰልጣን ተቐይሩ ኣብ ሙያ ግፍታ ጋንታ እዩ ደሎ ዝሓለፈ ናይ ኤሮፓያን ሊግ ጸወታ ማዕረ ተፈላልዮም ካብ ድሕሪት ተበጊሶም ጽቡቕ ናይ ውዳ መንፈስ ኣርዮም ግን ከም ጋንታ ጽቡቕ የለውን ካብ ኣሜሪካ ትህነጽ ዘላ ጋንታ ናይ ፒኤስጂ ድማ ናብ ትርእዮ ብዙሕ ብዙሕ ጽቡቕ ነገራት ኣለዋ። ብዓቢኡ ግን ናይ ሓኪሚ ናይ ኣሽራፍ ሃኪሚ ሸቶ ኣዝያ ኣዝያ ኣዝያ ትድነቕ እያ። ፍሪ ኪክ እዩ ኣመዝጊብዋ። በዚ ኣጋጣሚ ተዓዘብትና ክትርእይዋ እዕድመኩም። እንታይ ኢሉ ነይሩ ናብ ሃገራዊት ጋንታኹም ሸቶታት የመዝግብ እዩ። ብሉጽ ሸቶ ኣመዝጊብካ ኢሎም ምስ ዝሓተትዎ ከለዉ እንታይ ኢሉ? ሜስን ኔይማርን ተፈቒዶሙለይ እውን ማሲ ቆርክዝ ሕማቕ ቅላዕሲ ኣይኮንኩን ክቐልዕ ገለ ኢሉ ተዛሪቡ ነይሩ። ሕጂ ምስ ምውጻእ ናይ ሜስን ኔይማርን እሱን ደምበለን እዮም ነይሮም ነታ ኩዕሾ ዝቐልዑ ምኽንያቱ ብጸጋም ትቕላዕ ኩዕሾ እያ ነይራ። ብጣዕሚ ብጣዕሚ ዋላ ሓንቲ ጎልኪፐር ዋላ ሓንቲ ክገብራ ዘይክእል ኩዕሾ ቀሊዑ። ኣርባዕተ ኣይ ቲንክ ኣርባዕተ ሸቶታት ኣመዝጊቡ ኣሎ ኣብ ዝሓለፈ ጸወታታት ዳርጋ ናብ ኣጥቃዓይ እዩ ተቐይሩ ዘሎ ሓፈሻዊ ግን ፒኤስጂ ራሞስ እውን ንባፐ ተሃሪምዎ እቲ ጸወታ ተቐይሩ ኣትዩ ክልተ ሸቶታት ኣመዝጊቡ ኣሎ ብንኣሽቱ ሓድሽ ወለዶን እንዳተቐየረት